ሰላም ሰላም ክቡራት ተኸታተልትና መደብ ሄለን ታይምስ ከመይ ትኾኑ ንሕና ኣምላኽ ይመስገን ጽቡቕ ኣለና ከምዚ ናትና ዝበለጸ ሰላም ክትህልዉ ናይ ወትሩ ትምኒትና እዩ እምበኣር ንሎሚ ንዓኹም ይምህሩን የዘናግዑን ዝበልናዮ መደባት ሒዝና ቀሪብና ኣለና ምክትታልኩም ኣይፈለየና ናይ ሎሚ ኣርእስትና ሳልሳይ ኲናት ዓለም ከመይ ይመስል? ብከመይ ዓይነት ኣገባብ ከ ይካየድ ኣሎ? ሳልሳይ ኲናት ዓለም ሳይበራዊ መጥቃዕቲ ሳልሳይ ኲናት ዓለም ብኮምፒተር እዩ ዝግበር ክበሃል ሰሚዕና ንኸውን ዶ? ከመይ ገይሩ እዩ? ሰማይ ሰማይ ከም መብረቕ እንዳነጎደ ሓዊ ዝተፍእ ናይ ውግእ ነፈርትን ኣጽዋር ውቅያኖስ ተሳጊሩ መላእ ከተማታት ብቕጽበት ክዕኑ ዝኽእል ሚሳይል ኣብ ዘለወሉ እዋን ብኸመይ'ዩ ፓስወርድ ፌስቡክ ካብ ምውሳድ ሕሳብ ባንኪ ካብ ምዝራፍ ዝሓለፈ ካልእ ዓቢ ጉድኣት ከስዕቡ ዘይንርእዮም ዝነበርና ሃከራት ከመይ ጌሮም ኲናት ከም ዝዋግኡ ብዙሕ እውን ኣይንገርን እዩ። እስከ ናይዘን ዝስዕባ ሰለስተ ሃገራት ሰራዊት ሳይበር ዝገብርዎ ነገራት ንርኣይ። ገሊኣተን ሃገራት ዝሃነጽኦ ናይ ሳይበር ሰራዊት ካብ ናይ ውግእ ነፈርትን ባሊስቲክ ሚሳይልን ዘይነኣኣስ ናይ ምዕናው ዓቕሚ ኣለዎ። ናይ ሳይበር ሰራዊት ከተማ ዋላ እንተዘይኣፈራረሰ ንሓንሳብ እውን መደባት ጸላኢ ከፍርስ ይኽእል እዩ። ስጋብ ሕጂ ኢራን ኒኩለር ኣልቦ ዝኾነትሉ ብዙሕ መሰናኽላት ይበጽሓ ኣሎ። ሰሜን ኮርያ ከኣ በዓልቲ ኒኩለር ምኾኒኣ ምኽንያት ኣለዋ። ብ ክልተ ሽሕን ዓሰርተን ናይ ኤሜሪካን ናይ እስራኤልን ትካላት ሰራዊት ሳይበር ብዝፈጸምዎ መጥቃዕቲ ናታንዝ ኣብ ዝበሃል ሓደ ናይ ኢራን ኒኩለሳዊ መሳርሒ ቦታ ዝበጸሐ ዕንወትን ካብ ሚሳይል ምህራሙ ንላዕሊ ጥፍኣት ኣብጺሑ እዩ። ኣብዛ ምድርና ከኣ ንኸምዚ ዝኣመሰለ ናይ ምዕናው ዓቕሚ ዝሃነጹ ሰለስተ ናይ ሳይበር ሰራዊት ኣለዉ። ቀዳማይ ሰራዊት ሳይበር ዩኒት ሸሞንተ ሽሕን ክልተ ሚእትን ናይ ሓይልታት ምክልኻል እስራኤል፣ IDF፣ ናይ ሳይበር ሰራዊት እዩ። እዚ ጉጅለ ኣብ ትሕቲኡ ሓሙሽተ ሽሕ ሰራዊት ሳይበር ኣለውዎ። እቶም ወተሃደራት ገና ካብ ደቂ ዓሰርተ ክሳብ ዓሰርተ ሓደ ዓመቶም ኣትሒዙ ግባሂ ማክሺሚም ኣብ ዝተባህለ ቦታታት ፍሉይ ዝኾነ ፕሮግራም ትምህርቲ ሓሊፎም ብፍሉይ ዝኾነ ናይ ኮምፒተርን ናይ ሕሳብ ክእለታትን ከመስክሩ ዝኸኣሉን ዕድሚኦም ካብ ዓሰርተ ሸሞንተ ክሳብ ዓሰርተ ትሽዓተ ዘይሓልፍ መንእሰያት እዮም። ዩኒት ሸሞንተ ሽሕን ክልተ ሚእትን ቀንዲ ዋልታ ኣይዲኤፍ ሓይልታት ምክልኻል እስራኤል እዩ። ዋላ ሓደ ዘይሳተፍዎ ስርሒት የለን። ኣብ። ኩሉ ስርሒታት ኣለዉ። ሓደ ካብቲ ዝሳተፍዎ ስርሒት ነዚ ይመስል። እስራኤል ብ ክልተ ሽሕን ሸውዓተን ኣብ ሶርያ ናይ ኒኩለር ንቑጣ ናይ ኣየር ደብዳብ ኣካይዳ ነይራ። እተን ነፈርቲ ኲናት እስራኤል ክድብድባ ይመጻ ከም ዘለዋ ዝፈለጡ ሰራዊት ናይ ሶርያ ኣብቲ ከባቢ ብዘሎ ጸረ ነፈርቲ ዝኾነ ሚሳይል ነተን ነፈርቲ ንኽሃርምወን ምስ ፈተኑ ስርሒት ሩስያ ዝኾነ ጸረ ነፈርቲ ሚሳይል ምትኳስ ኣብዩ። እቲ ምኽንያት ከኣ ነቶም ናይ እስራኤል ሳይበር ሰራዊት ናይቲ ጸረ ሚሳይል ኮምፒተር ሲስተም ብምስባር ብምእታው እዩ እተን ነፈርቲ ነዚ ተሰኪሞንኦ ዝነበራ ሚሳይል ብቕጽበታዊ መጥቃዕቲ ኣብቲ ዝደለይኦ ቦታ የዕኔን ካብቲ ከባቢ ተሰወራ። እቲ ኒኩለር ንቑጣ ሚሳይላትን ሓዊ በሊዕዎ። ከምዚ ዝረኣናዮ ናይ ሳይበር ዓቕሚ ክንድዚ እዩ። ካብ ናይ ፌስቡክ ፓስዎርድ ካብ ምውሳድ ሓሊፉ ኣዝዩ ብዙሕ ገንዘብ ፈሲስዎ ዝተሃነጸ ኣጽዋር ከምዘይነበረ ክገብር ይኽእል እዩ። ኣብ ካልእ ቦታ እውን ደጊምዎ እዩ፣ ብ ክልተ ሽሕን ዓሰርተን ዳግማይ ካልእ ንዓለም ዘደንጹ ስርሒት ኣካየደ። ነቲ ዝተኻየደ ስርሒት ክምርምሮ ዝተመርጸ ግኑን ሽም ዘለዎ ናይ ሳይበር ድሕንነት ምርምር ትካል ካስፐርስኪ ብዛዕባ እቲ ጉዳይ ክገልጽ እንከሎ፣ እቶም ሃከርስ ንመጥቃዕቲ ኢሎም ዝተጠቀሙሎም ቫይረስ ኣብዛ ምድርና ናይ ፈለማ ናይ ሳይበር ኣጽዋር እዩ ኢልዎ። እቲ ጉዳይ ከምዚ እዩ፣ እስራኤል ናይ ሶርያ ኒክሎሳዊ ማእከል ብሚሳይል ክትድብድብ ትኽእል ትኸውን እያ፣ ኢራን ግን ከም ሶርያ ኣይኮነትን፣ ምስ እስራኤል ዝወዳደር ወተሃደራዊ ዓቕሚ ኣለዋ፣ ኣብ ከምዚ እዋን እምበኣር ናይ ሳይበር ጥቕሚ ዘለዎ ወተሃደራዊ ነፋሪት ሰዲዱ ብሚሳይል ንዝደብደበካ ተመሊስካ ብነፋሪት ሚሳይል ጌርካ ትድብድቦ፣ ብኮምፒተር ንዘጥቅዓካ ግን መሊስካ ብኮምፒተር ጌርካ ተዘይኮይኑ ብኻልእ መሳርሒ ኣይፍቀድን እዩ። ነዛ ጉዳይ ዝፈለጡ ሰራዊት ዩኒት ሸሞንተ ሺሕን ክልተ ሚእትን ምስ ናይ ኣሜሪካ ትካል ሃገራዊ ኤጀንሲ ብምዃን ቱክ ሰነት ዝተሰመየ ባይረስ ኣማዕቢሎም እቲ ዕላማ ነቲ ባይረስ ናታንዛ ኣብ ዝተባህለ ቦታ ዝርከብ ማእከል ንቑጣ ኒኩለር ኢራን ኣብ ዘለዎ ኮምፒተር ከም ዝበጽሕ ምግባር እዩ ነገር ግን ኣብቲ ንቑጣ ኒኩለር ዝርከባ ኮምፒተራት ሰብ ሞያ ሳይበር ኤርጋፕ ብዝብልዎም ሜላ ምስ ኢንተርነት ፈጺሞም ከም ዘይራኸቡ ዝተገብሩ እዮም። እዚ ማለት ከኣ እቶም ሃከራት ነተን ኮምፒተር ብኣካል ተዘይረኺቦመን ዝገብርዎ ነገር የለን ማለት እዩ። ነዚ ጸገም መፍትሒ ዝኸውን ሓደ ሜላ ኣዳለዉ። ትካል ስለያ እስራኤል ሞሳድ ካብ ኢራን ብዘዋፈሮም ሰለይቱ ብዓሰርተታት ኣሽሓት ዝተሰከሙ ፍላሻት ኣብ ጎደናታት ኢራን በተነ። ዕላምኡ ካብተን ፍላሻት ዋላ ሓንቲ ትኹን ኣብቲ ንቑጣ ኑክሌር ዝሰርሕ ወይ'ውን ኣብቲ ትካል ዝሰርሕ ሰብ ርክብ ዘለዎ ዝኾነ ውልቀ ሰብ ከም ዝረኽቦ ምግባር እዩ። እስራኤላውያን ከምቲ ዝሓሰብዎ ስቱክሰነት ዝሓዘ ቫይረስ ኣብ ናታንዝ በጽሐ። ብድሕሪ'ዚ ዝኾኖ እዚ ታሪኽ እዩ። ስቱፕ ነተን ኮምፒተር ናታንስ ኣይኮነን ኣባላሽዩ እንታይ ደኣ ነተን ኮምፒተር ዝቆጻጸርወን ኣዝዮም ክቡራት ዩራንየም መበልጸጊ ሴንቲሪፊጅ ካብ ዓቐን ንላዕሊ ከም ዝሽክርከር እንዳ ገበረ ሰናጢቕዎ ሓደ ብሓደ ከም ዝውድኡ እዩ ጌርዎም በቲ መጥቃዕቲ ኣብ ኢራን ካብ ዝርከቡ ኣሽሓት ሴንቲሪፊጅ ብምዕናው እታ ሃገር ሚልዮናት ዶላር ከኣ ክትከስር ኪኢላ። ክቡራት ተኸታተልትና መደብ ሄለን ታይምስ እንሆ ንሎሚ ዘቕረብናልኩም መደብ ነዚ ይመስል ኣብ ቀጻሊ ብኻልኣይ ክፋል ክሳብ ንራኸብ ኣብዚ መደብ ዝኾነ ዓይነት ርእይቶ ወይ ከዓ ሃናፂ ነቐፌታ ምስ ዝህልወኩም ኣብ ቦታ ኮመንት ኣስፍሩልና ንምትብባዕ ከዓ ሸር ላይክ ሳብስክራይብ ብምግባር ኣብ መዓልታዊ ዝርግሑ መደባትና ተሳተፍቲ ንክትኮኑ ብክብሪ ንዕድመኩም ኣብ ቀጻሊ ክሳብ ንረኸብ ሰሰናዩ